ኣርእስተ ዜና ሓምሻይ መዓልቱ ዝሓዘ ሰላማዊ ሰልፊ ኣባላት ሰራዊት ትግራይ ሎሚ ዕለት እውን ኣብ ዝተፈላለያ ከባቢታት ትግራይ መንገድታት ብምዕፃውን ሕቶታት ብምቕራብን ክሳለጥ ከም ዝወዓለ ተሓቢሩ። ድጋፍን ይኹንታን መራሕቲ ህወሓት እናተረኣየሉ ዝመፀ ኣቐዲሙ ብውልቀ ነጠፍቲ ማሕበራዊ ሚዲያ መረብ ነየነዝን ዝተጀመረ ፅምዶ ዝተባሃለ ምንቅስቓስ ንትግራይ ኮነ ንባዕሎም ነቶም መራሕቲ ናብ ጥፍኣት ዝወስድ እዩ ክብል ኣባል መሪሕነት ውድብ ሳልሳይ ወያነ ዝኾነ ንጉስ ኣረፈ ምስ ትካል ናብ ዝነበሮ ፃኒሒት ገሊፁ። ኣብ ማዳጋስካር ብመፈንቅለ መንግስቲ ስልጣን ዝተቖጻጸረ ኮነሬል ሚካኤል ራንዲረኒ ቃል መሓላ ፈጺሙ።
ዝብህጋ ትግራይ በመጀመርያ ባዕላ ትውስን ዲሞክራሲያዊት ሃገረ ትግራይ እዛ ሃገረ ትግራይ እዚኣ ካብ መጀመርያ ካብ ፍጥረታ ጀሚሩ ብጣዕሚ ዲሞክራሲያዊት ብጣዕሚ ዲሞክራሲያዊት ማለት እዩ ንዜጋታታ እትጭነቕ ንሓደ ዜጋ ዋላ ዋጋ ክትኸፍል ትዳለው እቲ መንግስታ ማለት እዩ እቲ መንግስታስ 24 ስራሕቱስ ንዚ ዜጋኡ ዝጭነቕ ኣብ ድልዮ ተዓሊሙ ይሃሊ ትግራዋይ ድድሕሪ መንግስቲ ዝህልዮ ዝዓበየት ሪሶርሳ ባዕላ ትጥቀም ሪሶርሳ ድገና ንቐፃሊ ወለዶ ብዝጠቅም ንሓሰበት እዚ ሪሶርስ ጥቀም ተለኸስ ንቐፃሊ ወለዶ ብዘጥፅእ ከምዚ ከዚ ወርቂ ልክዑ ትለዎ ይኾነ ንቐፃሊ ወለዶ ዋናስ ዝጥዕም ትግራይ ብምሕናፅ እየ ዝምነ ሰላም ጥዕና ይሃበለይ ዝኸበርኩም ተኸታተልቲ ነድመፅትን ቲቪ ኤስቲቪ ዜና ብራኸ ጀሚሩ ኣሎ ዜናታት ምዕራብ ሓቢረኩም ፀንሕ ሄለን ኪሮስ ከተከታተልና ድማ ብክብሪ ንዕድም ፈለማ መልእኽቲ ኣገልግሎት ፈነወ ትግራይ ትቢኤስ ትቪ ናባኹም ክነብል። ድሕሪ ፕሪቶርያ ኣብ ትግራይ ዝረኣ ዘሎ ፖለቲካውን ፀጥታውን ምዕባለ፣ እቲ ስምምዕ ማዕረ ማዕረ ዝሃቦ ኣንፀራዊ ሰላም፣ ኣብ መሪሕነት ብዝተፈጠረ ቅሉውላው ዝመፀ ሻቕሎትን ቀፃሊ ስግኣትን ህዝብና ዓብዪ ምዕራፍ ታሪኽና ካብ ዝኸውን ውዕል ሕድር ኢሉ ኣሎ። ትቢኤስ ትቪ እዚ ኣብ መሪሕነት ህወሓት ዝተፈጠረ ክፍጠር ዘይነበሮ ኢ-ፖለቲካዊ ኣፈላላይ ዋጋ ከምዘኽፍል ካብ ሰናይ ጎሓቱ እናገለጸን ክግለጽ እናገበረን ምምጽኡ ዝፍለጥ ኮይኑ፣ ዋላ ሓደ ትግራዋይ ምብዳለን፣ ሓንቲ ንጽል ዓቕሚ ትግራይ ምጉዳልን ብሄር ከም ምብዳል መንነት ከም ምጉዳል ክሕሰብ ኣለዎ እንትብል እውን ተደሚጹ እዩ። እንተኾነ እቲ ዝተፈጠረ ክፍፍል ናብ ዝተፈላለዩ ስትራቴጂክ ትካላት እታ ብሄር ልሒኹ ክሳብ ስድራቤት ኣብ ዝጸልው ሓደጋ ምብትታን ምእታዉ ንዕዘብ ኣለና። እዚ ነቲ ኣብ ውሽጢ ተደጒሉ ዘሎ መረረት ሓዘን፣ ጓሂ፣ ሕቶ ልምዓትን ጠለብ ሓዱሽ መድረኽን ብዘይትቆፃፀሮ መንገዲ ካብ ምብርዑ ብተወሳኺ ህዝቢ ትግራይ ብገዛእ መራሕቱ ዕድመ ዝግበረሎም ዘሎ ፅምዶታ ሰሜን ደቡብን ድማ ካልእ ፍልፍል ቅልውላው ምዃኑ ኣይተረፈን። ሕዚ መንእሰይ ትግራይ ልዕሊ ቁፅሪ ብዝኾነ መጠን ናብ ስደት የምርሕ ኣሎ። ዝኸኣለ ካብ ትግራይ ይወፅእ ኣሎ። ቀሊል ዘይበሃል ቁፅሪ ትግራዋይ ኣማራፂ ናብ ዝበሎ ሓራን ዘይሓራን መሬታት ይኸይድ ኣሎ። ልዕሊ ኹሉ ድማ ኣብ ዓዱ ሰሪሑ ክልወጥ ዝደሊ ዝነበረ ህዝቢ ኣብ ዓዱ ተስፋ ክቆርጽ ዝገብር ኩነታት ተፈጢሩ ኣሎ። እቲ ናይ መወዳእታ ድፋዕ ብሄር ዝኾነ ሰራዊት ከምቲ ኣብዚ ቅንያ ዝረኣ ዘሎ ናብ ኣደባባይ ምውጻእ ዝጀመረሉ ኩነታት ምርኣይ ዓዲ ክህልዎ ንዝደሊ ኩሉ ዘሕንኽ ኮይኑ ኣሎ። ናይዚ ኩሉ ሽግርን ብሄር ሒዙ ዝጠፍእ ሓደገኛ ኩነታትን መፍትሒ ህዝቢ ዝበሎ ብክፉት ልቢ ምስማዕን ምስ ደቂ ብሄርካ ምስምማዕን እዩ ንብል። እዚ ገና ዘይተሓሰበ እንተተሓሲቡ'ውን ዘይተጀመረ ቅዋም መራሕቲ እንተገደደ ሎሚ ክሳብ ሕዚ ክጅመር ኣለዎ ዝብል እምነት ኣለና። ጸለመታት፣ ተነጽሎታት፣ ምድፍፋኣት፣ ስም ምውጻኣት፣ ሓሶትን ጸርፍታትን ይኣክል። ፈታዊኻ ጸላኢኻ ንምግባር ዝግበር ትጉህ ምንቅስቓስ ደው ይበል። በብዕለት ጸላኢ ንምፍራይ ዝግበር ምልሕሓጽ ይኾኖ ኩሉ ንድሕሪት ገዲፍካ ናብ ዘተን ምርድዳእን ናብ ምስማዕን ምስምማዕን ምምጻእ ግዜ ዘይህብ ጉዳይ እዩ። መዋጽኦ ትግራይ ኣብ ትግራይ፣ ብደቂ ትግራይን ካብ ትግራይን። ክኸውን ንጽዓር። እዚ ብምግባር ትግራይ ካብ ብውሽጢ ምፍራስ ኮነ ካብ ደገ ብምፍራስ ክትድሕን ንወስን። ኤዲቶርያል፣ TBS። ሓምሻይ መዓልቱ ዝሓዘ ሰላማዊ ሰልፊ ኣባላት ሰራዊት ትግራይ ሎሚ ዕለት እውን ኣብ ዝተፈላለያ ከባቢታት ትግራይ መንገድታት ብምዕፃውን ሕቶታት ብምቕራብን ክሳለጥ ከምዝወዓለ ተሓቢሩ። ፀላኢ ናይ ምፅላእ ብሄራዊ ትብዓትን ዓዲ ናይ ምሕላው ወለዳዊ ሓላፍነትን ዘጋደሎ እዚ ኣባል ሰራዊት ብፍላይ ድሕሪ ፕሪቶርያ ግቡእ ቀልቢ ከይተወሃቦ ብምቕፃሉ ነቲ ዕዕሪ መሰረታዊ ዝኾነ ናይ ናብራን ሕክምናን ጠለብ ሓዊሱ መሰረታዊ ሕቶታት ሒዙ ናብ ኣደባባይ ምውፃእ ምጅማሩ ተገሊፁ ኣሎ። መራሕቲ ካብ ውልቃውን ጉጅለኣውን ረብሓታት ከምኡ እውን ካብ ፖለቲካውን ምምስራት ወፂኦም ኣብቲ ስትራተጂካዊ ዓቕሚ ብሄር ዝኾነ ሰራዊት ትኹረት ገይሮም ክሰርሑ ንትቤኤስ ሓዊሱ ኩሉ ነዛ ብሄር ዝሓሊ ኣካል ክሙግት ምፅንሑ ዝዝከር እዩ። እቲ ሎሚ ዝነበረ ሰላማዊ ሰልፊ ንሚድያ ዝምጥን ምስላዊ ትሕዝቶ ኣዳሊናሉ ኣለና። ተኸታቲልና ንመለስ።

እዚ ከምዚ ኢሉ እንከሎ ካቢኔ ግዝያዊ ምምሕዳር ትግራይ ሎሚ ዕለት ኣብ ዘካየዶ ህፁፅ ኣኼባ ደንቢ መሰልን ተጠቃምነትን ሓይሊ ፀጥታ ትግራይ ብዝርዝር ዘትዩ ተግባራዊ ንክኸውን ብምሉእ ድምፂ ምፅደቑ ተሓቢሩ። ዝረኸብናዮ ሓበሬታ ከምዘመላኸቶ እቲ ዝፀደቐ ደንቢ መሰረታዊ ድሌታት፣ ኣገልግሎት ሕክምና፣ መስርሒ መንበሪ መሬት፣ ኣብ መንግስታውን ዘይመንግስታውን ትካላት ክብሪ ኣወሃህባ ግልጋሎት፣ ትምህርትን ስልጠናን ወዘተ ዝምልከቱ ተጠቃምነት ዝሓዘ እዩ ተባሂሉ። እዚ ሎሚ ሓምሻይ መዓልቱ ሒዙ ዘሎ ናይ ተጋደልቲ ሰለማዊ ሰልፊ ካቢኔ ግዝያዊ ምምሕዳር ትግራይ ህፁፅ ኣኼባ ፀዊዑ ነቲ ጉዳይ ክርእይ ዝገበረ እንትኸውን መሰል ተጠቃምነት ኣባላት ሓይሊ ፀጥታ ንምርግጋፅ ንነዊሕ እዋን መፅናዕቲ ዝተገበረሉን ምስ ዝምልከቶም ኣመራርሓ ሓይሊ ፀጥታ ምይይጥ እናተኻየደሉ ዝፀንሐ ምዃኑ ተፈሊጡ ኣሎ። ካቢኔ ግዝያዊ ምምሕዳር ትግራይ ሓሙሽተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዘካየዶ ህፁፅ ኣኼባ ተጠቃምነት ሓይልታት ዝምልከት ዝቐረበ ረቂቕ ደንቢ ዘትዩ ናብ ዝምልከቶ ኣካል ከምዝመርሖ ዝዝከር እዩ ክብል ቤት ጽሕፈት ፕሬዚዳንት ኣብ ዝዘርግሖ ዜና ዕላዊ ገይሩ ኣሎ። መሪፅኩም ስለትከታተሉና ዜና እንዳመስገና ሕዚ እውን ዜና ብራኸ እንዳቐፀለ እዩ። ድጋፍን ይኹንታን መራሕቲ ህወሓት እናተረእየሉ ዝመፀ ኣቐዲሙ ብውልቀ ነጠፍቲ ማሕበራዊ ሚዲያ መረብ ንየን ነዘን ዝጀመረ ፅምዶ ዝተባሃለ ምንቅስቓስ ንትግራይ ኮነ ንባዕሎም ነቶም መራሕቲ ናብ ጥፍኣት ዝወስድ እዩ ክብል ኣባል መሪሕነት ውድብ ሳልሳይ ወያነ ዝኾነ ንጉስ ኣረፈ ምስ ትካልና ኣብ ዝነበሮ ፃኒሒት ገሊፁ ኣሎ። ንጉስ ኣረፈ ሕዚ ተፈጢሩ ዘሎ ፍርሰት ብሄራውነት ምስ ዘይመፃምድኻ ብዝግበር ፅምዶ ዝተፈጠረን በዘቢልካ እውን ዘይድሕንን ከምዝኾነ ገሊፁ። ጉዳይ ርክብ ህዝቢ ንህዝቢ ቀደም እውን እንተኾነ ክቋረፅ ዘይነበሮን ሕዚ እውን ኣብ ዝተደላደለ መሰረት ክነብር ዝግበኦን እኳ እንተኾነ ምስቲ ኣብ ፅንታ ትግራይ ቀጥታዊ ኢድ ዝነበሮ ሓይሊ ዝግበር ምትእስሳር ግን መጠን ጭካነኻ ካብ ምምልኻት ሓሊፉ ንትግራይ መዋፅኦ ከምዘይኸውን ብብዙሓት እናተገለፀ መፂኡ እዩ። ብኻሊእ ወገን እንተወሓደ ብኣንፈት ሰሜን ክመፅእ ዝኽእል ናይ ኲናት ሓደጋ ኣትሪፍና ኢና እንዳተብሃለ ይግለጽ እዩ ዝርዝር ኣለና። ሓንሳብ ካብ ትኹረትካ እንትትለቅቕ ኩሉ ነገር እዩ ዝፈርሰካ። ሓንሳብ ካብ መትከልካ እንትትለዓል ንፋስ ቀልቀል እዩ ዝወስደካ። ብፍላይ ኣብ ፖለቲካ መርኣያኻ ሓንሳብ ካብ ረብሓ እዚ ወጻኢ ምስ እትገብር ኹሉ ነገር እዩ ኣብ ኣትሞተካ። ኣብ መሪሕነት ትግራይ ብሓፈሻ ኣብ መራሕቲ ውድብ ህወሓት ድማ ብፍላይ ኣጋጢሙ ዘሎ ጸገም እዚ እዩ። እዚ ፀገም እዚ ብዝተወደበ ዓቕሚ ህዝቢ ተፈቲሑ ትግራይ በዓልቲ ዝተማልእ ቁመና ዘለዎ መንግስቲ ክትከውን ንትብኤስ ሓዊሱ ብርክት ዝበለ ንፍቕሪ ብሄሩ ዝሓደረ ትግራዋይ ሰብን ትካልን ፅዒሩን ፈቲኑን። እንተኾነ ኣነ ካብ ዝበልኩዋ ወፃኢ ካሊእ ቃል የላን ዝበለ ሓይሊ ኣንታ ጠፋእኻ እናተብሃለ ኣብ መንገዲ ጥፍኣት ብዝለዓለ ትዕቢት እንትጓዓዝ እዩ ዝተርኣየ። እዚ ዘረባ እዚ ዓር ንብለክን ክር ንብለክን እንተኣብይኽን ንዃርያ ንህበክን ተባሂሉ ዝሕለፍ ኣይኮነን። እቲ ውድብ ክቕኒ፣ እቶም መራሕቲ ክጸንሑ፣ ትግራይ ካብዚ ዓውዲ እዚ ክትረኽቦ ዝግባእ ዝለዓለ ረብሓ ክትረክብ ምድላይ ጥዕና ናይ ዘለዎ ዝኾነ ይኹን ትግራዋይ መርገጺ እዩ። መራሕቲ ይኹኑ ውድባቶም ኣብ ስሩዕ ናይ መረጻ ውድድር ቀሪቦም ተወዳዲሮም ክስዕሩን ክሰዓሩን ደኣ ይግባእ እምበር ጽንድፍ ሓሊኻ ዘዝርካባ ትካል ክጠፍእ ምምናይ ልክዕ እዩ ኢልካ ምውሳድ ንዓድኻን ህዝብኻን ካብ ዘይምሕሳብ ዝብገስ ስምዒት ዝገንሖ መትከል ክኸውን ይኽእል እዩ። እንተኾነ ወይ ናተይ መንገዲ ወይ ድማ መንገዲ ጥፍኣት ኢሉ ዝወሰነ ዝመስል መሪሕነት ሕዚ እውን በተን ዝኣመነለን ጥራሕ እናተጉዓዘ ትግራይ ኣብቲ ሕዚ በፂሓቶ ዘላ ናይ ምሽርራፍ ብርኪ ክትበፅሕ ምኽንያት ከምዝኾነ ብዙሓት ይስማዕምዑ። ናይዚ መቐፀልታ እውን ሓደሻብ ህዝባዊ ኮንፈረስ ካልእ ግዜ ብሄራዊ ጉባኤ፣ ካልእ እዋን ደምዳማይ ኣዋጅ ወዘተን ወዘተረፈን እናተባህለ ናይ ባዕልኻ ድምጺ ደጊምካ ብናይ ምስማዕ ዝገርም ውቃበ ዝተዛዘመሉ መድረኻት ናይዚ ቀረባ እዋናት ዛንታ ኮይኑ ይሓልፍ ኣሎ። እዞም ኮንፈረንሳት ይኹኑ ደምደምታ ኣዋጃት እዚኦም ኣብ ትግራይ እንታይ ዓይነት ለውጢ ኣምጺኦም ዝብል ሕቶ ካሊእ ኩሉ ገዲፍካ ሕዚ በብመንገዱ ወጺኡ ፍትሓዊ ሕቱኡ ዘስምዕ ዘሎ ተጋዳላይ ብምርኣይ ጥራይ ውጽኢቱ ምዕቃን ይከኣል እዩ። ገጸይን ገጽካን እስከ ኣወዳድሮ ተባሂሉ ብደቁን ብደቂ ደቁን ዝውጠር ዘሎ መሪሕነት እታ ዓዲ ምስ ሓቂ ፊት ነፊት ገጢሙ ጸግም ወገኑ ካብ ዘይምእላይ ዝተወለደ፣ ነዚ ጸገም'ዚ ብኣኼባ፣ ብኣዋጅ ጭርሖ፣ ብዕልልታን ጣቕዒትን ወዘተ ንምፍታሕ ካብ ዝፈተነ ዘይተሓሰበሉ መፍትሒ ዝመጸ እዩ። ብሄር ፈረሰ፣ ዓዲ ደዓሰ፣ ህዝቢ ተበተነ፣ ዓቕሚ ጎተመ ኢሎም ካብ ዝምጉቱ ልሂቃን እዛ ዓዲ ሓደ ዝኾነ ንጉሰ ኣረፈ። ኣብዚ ቅንያት ኣብ መደብረዚን ቲቪኤስቲቪ ቀሪቡ ህሉው ፖለቲካዊ ምዕባለታት እዛ ዓዲ ዝምልከት ሰፊሕ ትንታነ ሂቡ ነይሩ። ኣብ ዙርያ መፍትሕ ንጸገማት ትግራይ ካብ ዘልዐሎም ዓበይቲ ዋኒናት እቲ ሓደ ኣብ ዝሓለፈ ዓመት ወርሒ ጥሪ ላዕለዎት ኣመራርሓ ሰራዊት ትግራይ ዝሓዝዎ ቅዋም ዝምልከት እንትኸውን፣ እቲ ኩነታት ንሰራዊት ትግራይ ሕማቕ ተርእዮ እዩ እንትብል ተደሚፁ ኣሎ። ነዚ ስዒቡ ኣብ ትግራይ ዝረኣ ዘሎ ምብትታን ደቂ ብሄር ምፍራስ ሓድነት ንክሕምከም ብውድብ ህወሓትን ግዝያዊ ምምሕዳር ትግራይን ወፍሪ ሓድነት ዝብል ኮንፈረንስ ምክያዱ ኣመልኪቱ ኣብ ዝሃቦ ቃል እቲ ወፍሪ ንትግራይ ከም ብሄር ዘጥፍእ እምበር ንትግራይ ዘድሕን ኣይኮነን ክብል ኣብሪሁ። ወፍሪ ሓድነት ይኾን ንበለፀ ትግራይ ዝብትንሉ እዩ ምክንያቱም ካብ ናይ ባዕሎም ላዛ ቋንቋ ኢኻ ትወስድ እቲ ዘውግዕለዎስ የክብደ ይብትን እያ ቃታ እታ ወግዒ ካብታ ዘውግዕዋ በታኒት እያ ወዲ ብሄርካ ኣብ ወይ ምሳየ ወይ ፀላየ ተይልካዮ ሲ ብዛዕባ ብሄር ምእካብ ኢኻ ተውቅዕ ዘለካ ብዛዕባ ሓድነት ኢኻ ተውቅዕ ዘለካ ብዛዕባ በታኒ ኢኻ ተውቅዕ ዘለካ እዩ ብዛዕባ ሓድነት ተወግኦ ተሃሊኻ ሓደ ብዛዕባ ሓድነት ዝወግኦ ሰባት ይኹን ተኣከቡ ደቂ ብሄረ ህወሓት እዮም ተኣኪቦም ዝተኣከበ ትግራዋይ የለ ኢለካ መጀመርያ ብዛዕባ ሓድነት ተወግኦ ተኮይንካ ብዛዕባ ዝተፈላለዩ ሓሳባት ኣብ ሓደ መድረክ ከተወግእ ምክንያቱ ናብ ማእኸል ተምፅኦ ማለት እዩ ብዛዕባ ዝተቆሳሰሉ ሓይልታት ከዝሕልዎ ኢኻ ተምፅእ ብዛዕባ ጠበንጃ ክትኩሱ ጫፍጫፍ ፈፂሙ ዘሎ ሓይልታት ክወግዑ ክተዝሕሊኻ ትወግዕ እሶም ዘውግዎ ዝነበሩ መዓዝ ተኮስ ኣብ ዝብል ኣዋጅ እዮም ዘውግዑ ዝነበሩ ሓቲስ ኣንተ ወነ ገረከ ካብኡ ወፂኦም ቶም መራሕቶም በየ ሚድያ ዘውግዕዎ ሲ ዝብትን እዩ ብስሩ ድሕሪ ገሞ ብብታንሲ ብጥቕኦም ከይትሓልፍ ዝገብር ተወግዖም ዋዛ ብዝመስል ኣካይዳ ዝተጀመረ ፅምዶ ዝበሃል ምንቅስቓስ ሕዚ ኣብ ትግራይ ብፍላይ ብውድብ ህወሓት ስሩዕ መግለፂ ዝወፀሉ ፖለቲካዊ ኣጀንዳ ናብ ምዃን ምስግጋሩ ዝፍለጥ እዩ። ክልተ ነቲ ኣብ ኣስመራን ኣብ መቐለን ዘሎ ሓይሊ ዝውክሉ ነጠፍቲ ማሕበራዊ ሚድያ ዝጀመርዎ ርክብ ኣብ ትግራይ ንዘለው ልሂቃን ዝመቅል፣ ንሰራዊት ትግራይ ነንባዕሉ ናብ ምጥርጣር ዘእቱ፣ ንመንግስቲ ፌደራል ዘኹሪ፣ ዓለም ንባዕላ ቀርኒ ኣፍሪካ ብፍሉይ መጠመቲ ክትርኢ ናብ ዝገብር ኩነታት ተሰጋጊሩ ሕዚ ዓብዪ ፖለቲካ ዛዕባ ኮይኑ ኣሎ። ኣብ ትግራይ ዓድና ናብ ሻዕብያ ዘለዋ ተቓላዓይነት፣ ክትውስኽ ዝገብር እዩ ዝብል ወቐሳን ኣይፋሉን ካብ ሰሜን ክመጽእ ዝኽእል ናይ ኲናት ሓደጋ ዘትርፍ እዩ ዝብል ሞገሳን ዘለዎ እዚ ምንቅስቓስ ንጉስ ኣረፈ ዘለዎ ትርጉም ድማ ከምዚ ይገልጽ። ህግደፍ ዓሻ ኣይኮነን እንዲያም ቀዲሙ ዝበሎ ኣምሽ ህግደፍ እዩ ሻዕብያ ንኦም ማለት እዩ ኩሉ ግዜ መራሕቲ ህወሓት ትስዓን ትሽዓንተን ፐርሰንት ጌጋ ሓንቲ ፐርሰንት ትኽክል ተመዛትም ኣብዚ ሓንቲ ፐርሰንት እዮም ዝሰርሑ ብጣዕሚ ዝገርም ማለት እዩ ተስዓን ትሽዓተ ፐርሰንት መንገዲ ፀልማት እናሃለየ ሓንቲ ፐርሰንት ብርሃን ተኮይና ኣብ ኣይስርሑ ሕዚ ሲ እቲ እንደገና ሕወሓት ግምግም ተለዉ እቲ ሓቃዊ ዓለም ይኮን ዝግምግምዎ ባዕሎም እዮም ዝግምግሙ ንባዕሎም ነቶም ዘረኽዮም ብሄረሰብ ሕወሓት እዩ እኮ እሞ ሶም ዘውግዕዎ እዩ ገምጋም ዝኾን ናይ ትግራይ ውሳነ ዝኸውን ስሑት ገምጋም እኒሄዎም ኣብ ኢትዮጵያ ስርዓት ኢትዮጵያ በስቢሱ እዩ ወዲቑ እዩ ሓይልታት ዘኑ ውሽጣ ነገር ሓቂ እዩ ግን ስቴት እዩ ኢትዮጵያ ስቴት ማለት እዩ ደገፍቲ እኒዎ ሃገር እኒዎ ሪሶርስ እኒዎ ማለት እዩ ኩናት ሲ ኣባውት ሪሶርስ ኩናት እንታይ ኢኻ ትገብር እዩ ኩናት ማለት ናይ ጠረጴዛ ፖለቲካ ሰሪሕኻ ክሳክዐልካ ዘይከኣለ ማክሲማም ረብሓ ክተረጋግፅ እዩ ኩሎም ዕድላት ተዓፅዮምስ መጨረሻ ሲንካ ኮይና ትገብር ኮይና ትገብር እቲ ናይ መጨረሻ ረብሓ ክተረጋግፅ እዩ እዳ ሕዋሓት መሪሖም ዘረጋግፅዎ ረብሓ ብሄረ ትግራይ የለይ ዘጥፍእዎ እዩ ዘለዉ ስለዚ ሻዕብያ ኣይኣምንዎይ ኣይኣምኖም እዩ ኣብ ዛላምበሳ ተኩሲ ዝተጀመረላ መዓልቲ ናይ መጀመርያ ንኦም እዩ ዝበልዖም ላብኣ ተኸይዶም ናይ መጀመርያ ቀደም ብልፅግና ሻዕብያ ዝበልዖም እዞም ሰባት እዚኦም ናይ መጀመርያ ዝበልዖም ማለት እዩ ካልኣይ ክድሕኑ ዝኽእሉ ላማ እንዲ ከድሕኖም ዝብል ሕቶ ማለት እዩ ኣብ ኣስመራ እዩ ድሕኑ ኣብ ኣዲስ ኣበባ እዩ ድሕኑ ዝድሕኑ መቐለ እዩ ምስ መን ኮይኖም ምስ ወዲ ብሄሮም ኮይኖም ኣኪቦም ናይ ትግራይ ንኩሉ ሓሳብ ዝእክብ ንኩልና ቅቡል ንብሎ መንግስቲ ብምምስራት ዓቕሚ ትግራይ ብምእካብ ዓፋር ይሃሊ ፀለምቲ ይሃሊ ፊናሮ ኣይሃሊ ኣምጺኻ ኣብ መቐለ ከፍ ኢልኻ ለጥፍእካዮ ኣጥፊኤ ኢልካ ተጋጊኻ ኣብ ጠረጴዛ ምስ ተውቂዕካ ልድሕኑ ሰባት እዚኦም። ኣስመራ ናይ ባዕሉ ይገብር ኣዲስ ኣበባ እውን ናብ ዝጥዕሞ ይወፍር ኩሎም ሓይልታት ዘዝረብሖኡምን ንህዝቦም የድሊ እዩ ዝበልዎን ይገብሩ መሪሕነት ትግራይ ግን ውሳንኡን ቁመንኡን እዞም ፅንተት ዘስዕቡሉ ሓይልታት ኣብ ዝወሰንዎ ውሳነ ዝምርኮስ ይኸውን። ኮፍ ኢሉ ክመክርን ክውስንን ምስ ኣሕዋቱ ተቐራሪቡ ክሰርሕን ዓቕምታት ብሄር ከሰስንን መዋጽኦ ጸገም ትግራይ ካብ ትግራይን ብደቂ ትግራይን ክቕዳሕ ክገብርን ኣራኽቦ ኣይረኸበን። ነንባዕሉ ኣይዘራረብ ኣይላዘብ ከም ህጻን ቆልዓ ክመናጨትን ክዋቓዕን ዝውዕል ሓይሊ ሕዚ እውን ኣብ እምኒ ማይ ከፍስስ መከርኡ እንትረክብ ይረኣ ኣሎ። ኣብዚ ግደ እቲ ሊሂቅ እውን ቀሊል ዘይምዃኑ ዝገለጸ እቲ ፖለቲከኛ፣ ሊሂቃን ትግራይ በለጸኛታት ኢና ክብል ነቒፉ። ዝበለጽለኝ በለጸኝነት ናይ ልሂቅ ይኣክል ብጣዕሚ በለጸኛ ናይ ትግራይ ልሂቅ ኣማኒኤል ክሎ ብጣዕሚ በለጸኛ ማለት በለጸኛ ኹን ብላማን ሃተቓለሰሉ ካብ ታሪክ ተሓታትነት የተምልጥ እዩ ጽቡቕ ተሰሪሓ እውን ኣብ ታሪክ ክትምዝገብ ሕማቕ ተሰሪሓ ብስንኪ ካብ እዚ ልሂቅ ስንኪ ትግራይ ተጠፊኣ እውን ኣብ ታሪክ ክሕተት እዩ ቢያፍራ ዝበሃል ዓዲ ነይሩ ቺኖ ቼቬ ኣብ ናይጀሪያ ማለት ቺኖ ቼቬ ተወለድሉ እሊ ጀነራል እጁሉ ዝነበሩሉ ዓዲ ማለት እዩ። ቺኖቼቨ ኣብ ዓለም ብኖቬል ሊትሬቸር ብድርሰት ዝተሸለመ ደራሲ እዩ። ናሊ ቺኖቼቨ ቢያፍራ ብጣዕሚ ልሂቃን ዝነበርዎ ዓዲ እዩ። ብጣዕሚ ምስ ዓለም ዝተናወ ዝፈልጥዎ ዝነበሩ ማለት እዩ። ብስንኪ ናይ ልሂቃን ምብታን ቢያፍራ ትበሃል ጠፊኣ ኣብ ናይጀርያ ተሳዒራ። እዚ ዝሕል ብልፀኛት ናይ ትግራይ ልሂቅ ብምስዳትካ ተድሕኖ የለይ ኣብ መቐለ ኮይንካ ስርዓት ብምቕያር ስርዓቱ ብጣዕሚ ሱር በቆሳዊ ስርዓት እዚ ንረ ስርዓት እዩ ናይ ትግራዋይ ስርዓት እዩ እቲ ተሃንፆ ስርዓት ከለን እዚ ለበላሸለን ስርዓት ዝጠቅም ከፍ ኢሎም ዓሪፎምስ ዋይ ከምዚ ድዮም ደቅና ኢሎምስ ተደሲቶም ዝሓልፉላ ስርዓት ትሃንፅ በለፀኛ ኣይትኹን ንሱ ስራሕ መዓት ስደት ስለ ዝርእዩ ኢትዮጵያ ሰዲትካ ያው ዝኾነ ግዜ ተኣስረካ እያ ማለት ምንም ትፈልጥ ኢትዮጵያስ ምንም ሓድሽ ነገር ኣይትፈጥሪ በቃ ኣስመራ ኣለኹም እያ ካልእ ዓለም ንስደት እያ ኾንካ ቀሊጥኻ ማንነትካ ጠፊእኻ ካብ ተሪፍና በለፀኛ ይኣክለካ ካልኣይ ኣንቶ ስሞም ዝጥቀሱ ብኸብዶም ዝሸጥዋ ትግራይ ኣለዉ ይፍለጡ ብከውዶ ምስ ክሸጥዋ ብ በቃ ድልዋት መዓልታዊ ዝሸጥዋ ሰባት ኣለዉ ይምዝግ ትምዝገቡ ኣለኹም ኢኹም እንድሕር ዝኾነ ንቕሕ ዝበለ ወደ ተኣኪቡ በዚሑ እዚ ነውግዕለና እንድሕ ድምፂ ገንጊኑ መፅኡ ፅባሕ ቤት ፍርዶ ከብለኩም እዩ በቃ ናይ ኩልና ትኸውን ትግራይ ንሃንፅ ላብኣ ንምፃእ እዞም ልሂቃል ትግራይ እዚኣ ማለት መዓት ቅንጣም እንትከውፅላ ይክእል እያ ግን ትሓቂ ሳያ ምትመሮም ትክእል እያ ኣነ ዝበለፀኝነት ይኣክለኩም እዩ ዝብል። ኣብቲ ኣቲናዮ ዘለና ጸቢብ ፖለቲካዊ መድረኽ፣ ካብ ልዝብ ካብ ዘተን ምርዳእን ወጻኢ ካሊእ መማረጺ፣ መማረጽ ጎነጽ ቅልውላውን፣ ሕርያ ኩናትን ጥፍኣትን ብምዃኑ ኩሎም ሓይልታት ትግራይ ናብ ሓደ መኣዲ መጺኦም ዓዶም ከድሕኑን ህዝቦም ካብ ጽንተት ከድሕኑን ቆቢዕ ዓንነቶም ቀንጢጦም ክንቀሳቀሱ ይግባእ መልእኽትና እዩ። ትግራይ ካብ ኣታቶ ዘላ ኩለመዳያዊ ፀገም ንክትወፅእ ብሙሉእ ዓቕሚ ናብ ብሄራዊ ዘተ ክትኣቱ ይግባእ ተባሂሉ። ህዝቢ ትግራይ ነባር ፀገማቱ ክኣሊ፣ ህልው ሕልኽልኻቱ ከመዓራሪን ብቐፃሊ ዝመፅኦ ዘሎ ሓደጋ ክድሕን ዝኽእል ብዘይ ዝኾነ ኣፈላላይ ደቁ እንትእክብ ምዃኑ ዝገለፀ ምስ ትካልና ኣብ እዋናዊ ፖለቲካዊ ጉዳይ ትግራይ ኣድሂቡ ፃንሒት ዝነበሮ ንጉስ ኣረፈ እዩ። ንጉስ ነቲ ኣብ ቀረባ እዋን ብብርኪ ክልል ብካቢኔ ግዝያዊ ምምሕዳር ትግራይ ዝተጣየሸ ጉባኤ ዘተን ምርድዳእን ኣመልኪቱ ርኢትኡ ሂቡ ኣሎ። ተኸታቲልና ንመለስ። ሓንቲ እያ እታ ንኣና ትርኤና ንካልኦት ትርኤሙ ካሊእ መዓዝ መማረፂ ክህል ይኽእል እዩ ንሕና እንታይ ኢና ዝብል ዘለና እዚ ናይ ዝሓለፈ ናይ ፈታውን ፀላእን ዝበሃል ንትግራዋይ ድልዮቱ ዓይነት ድሕሪ ባይታ ይሃልዮ ሌትስ ነፅንሐዮ ከምኡ ክንብልሲ ኣብ ናይ ሕጊ ማእቐፍ ነእትዮ ክነእትዮ ብሄራዊ ጉባኤ ንግበር ወይ ዘተ ንግበር ንተኣከብ ተኣኪብና እቶም በብስምዒትና ዘለዉ ከፍ ኢልና ጠበንጃው ዘይብሉ ስክሪቶ ወረቀት ሒዝና ነውግዐሎም እንተደለልና ወንበር ንወራበር እንተደለና ሃይላንድ ንወራበር ድሓር ሶም ሓንቲ ዓንቶ ዞ ክፕሮሰሱ መዓት ናይ ናይ ዓለም ልምዲ ኣለዎ ሶም ሒዝና ማለት ኣብ ዓለምሲ ከምዚ ዓይነት ልምዲ ዘለዎም ተጋርሎ ኣይጠፉን ክህሉ እዮም ንዕድሞም እሞ ከፍ ኢልና ንውግዕ ካብኡ ናይ መጀመርያ ናይ መጀመርያ ክኸውን ዝግብኦ ምንም ቅድመ ኩኔታ ዘይብሉ ናይ ጥሪ ዓሰርተ ሓሙሽተ ምቅልባስ እዩ ተጋጊና ነርና ማልያ ናይ መጀመርያ እዚኣ ፕሪኮንዲሽን ይብለ ናቱ ሳማ ሓደ ዓብዪ ዓቕሚ ትግራይ በቲና ዘላ እሶም እንታይ እዮም ልብሉ ሪክም ሕወሓት ብሕወሓት ኮይኹም ተኣኪኹም ነይርኩም ኢላ ሕታቶ ሚድያ ኣማኒኤል

ዓቕሚ ትግራይ ብትናቱ ዴፊኒሽን ህወሓት ዝበሎ ክልተ ኮይኑ እዩ ኣብ መንጎ ጌታቸው ኣብ መንጎ ደብረፅዮን ክልተ ሓደ ርሑኻት ክልተ ስንጥዮ ኣየብቅዐ ገና ይቕፅሉ እዩ ዓሰርተ ሓምሳ ክኾኑ ይኽእሉ እዮም ስለዚ የለ ትጋጌ ከለኻ ይብትን እዩ ዘሎ መረብ የለ ማለት እዩ ካልእ ዓቕሚ ትግራይ ካብ ዝናታኹም ጥርናፈ ወፃኢ እቲ ዝበዝሕ ትግራዋይ ዘለዎ ፅቡቕ መፍትሒ ዘለዎ ትግራይ ካልእ ትግራዋይ ዝበዝሕ ብሄረ ህወሓት ዘይኮነ ማለት እዩ ሕዚ ዓቕሚ ትግራይ ማለት ትግራዊ ብምሉእ ምስ ትእክቦ እዩ። ስለዚ እዞም ኩሎም ዓቕሚ ትግራይ ክትእክቦም መጀመርያ እታ ነጥሪ ዓሰርተ ሓሙሽተ ይቅርታ ኢልኩም ከምታ ዘንበብኩማ ኣብ ቅድሚ ህዝቢ ትግራይ ወፂኹም ይቅርታ ኢልኩም ትቀድዋ ሓደ ድሕሪያ ክልቲኡ ኣፈሙዝ ንመሬት ትብሉ እና መጀመርያ ማለት ኣፈሙዝ ንመሬት ለየቐመጥካ ብዛዕባ ሰላማዊ ጠረጴዛ ክትወገ ይተልዩ በዓል ጠበንጃ ከመይ ኢልካ ትወቅዖ ከላሽን ሒዙ ስክርቢት ሒዙ ከውግዖ ይኽእል እዩ እምቢ ይብለ ኣብ ረትዕኹ መዓልቲ ብጠበንጃ ድፍን ከብለኒ ኮይኑ ከምኣ እያ ነራ ፖለቲካ ምስ ተሰዓሩ ጠበንጃ ሒዞም መፅኦም ኮ ስለዚ ናይ መጀመርያ ጠበንጃ ይፈትሕ በቃ ወይ ደግሞ ሰብ ጠበንጃ ካብ ናይ ፖለቲካ ትግራይ ኢዶም ይስዕሩ ክልቲኦ ኮን እዩ ፖለቲከኛ ለ ጠበንጃ ለ ኣይኮነ ኣሙ ባህል ፖለቲክስ የለይ ምክንያቱ እሱ መጀመሪያ ይቋርፁ ካብ ላብ ስሩዕ ዘተትኣት ካብቲ ዘተ ፅማቕ ተውፅ እንተ ኣንተ ዘክኪቶም ካልኦት ብዝተፈላለየ ኣንግለስ ዝመፅሉ መፍታሕታት ኣብኡ ትሪኦም ማለት እዩ እዚኣ ከም ብሄር ዓቕሚ ትእክብ ትኽእል እያ ሓንቲ መሻገሪት በዛ ሐዚ ንኸደላ ዘለና መንገዲ ሐዚ እውን ኣብዛ ሚድያ እዚኣ መፅኤ ንኣክለ ጉዕኽኪ ኸልተ ከተማ ክፍጠራ ኢለኪ ነይረ ቤንጋዚ ትሪፖሊ ኢለኪ ነይረ ሊብያ ማለት እዩ ሓደ ብሄር እዩ ዓረብ እዩ ሊብያ ድሕሪ ጋዳፊ ኣብ ትሪፖሊ ዘሎ ዓለም ዝፈልጦ መንግስቲ ሲቪል መንግስቲ እዩ ኣብ ቤንጋዚ ዘሎ ወታደራዊ ዝምራሕ ጀነራል ነዳጅ ዝቁፍር ማፍያ ግሩፕ እዩ ተረዲክዶ ስለዚ ኣብ ትግራይ እሳት መፅያ ሓደ ዕጡቕ ኣሎ ሰብ ንሓከበ ክቐንዕዶ ይቐንዐ ካልእ ጉዳይ ዝኾነ ከተማ ክትሕዝ እዩ ፍሉጥ እዩ ኣብዚ ተሪፉ ዘሎ ልዕሊ ኮርየ ትሕቲ ኮርየ ዝብል ሓይሊ ከዓ ዝኾነ ግን ሓደ ከተማ ክትሕዝ እዩ ክልተ ከተማ ክፍጠር ኣይከለ ዘለኣለም ኳሕ ላካ ትነብር ናይ ተድሕኒ ትግራይ ናብ ንቡር ንምምላስ እትኽእል ሰላማን ፀጥታኣን ውሕስ ዝኸውንን ንዝኾነ ዓይነት ተፃብኦ ዝስከም እንግድዓ ክህልዋ ዝኽእልን ዝተወደበ ቃልሲ መናእሰይ እንትህሉ ጥራሕ ምዃኑ ብተደጋጋሚ ይግለፅ። እቲ ምሁር እየ ዝብል ሓይሊ ንሕቶ ህዝቢ ውዲቡ ንፁርን ጥዕና ዘለዎ መቃለሲ ኣንፈት ሓንፂፁ ዓዲ ብዘሳግር መንገዲ ግቡእ መሪሕነት እንትህብ ኣይረኣይን ዝብል ገምጋም ኣብ ብዙሓት ይረኣ። ትቤኤስ ቅድም ኢሉ ምስ ወናኒ ዲጂታል ሚዲያ መንእሰይ ሓጎስ ግደይ ኣብ ዝነበሮ ፃኒሒት መንእሰይ ከመይ ኣካል ቃልሲ ህይወቱን መድረኽ ውን ክኸውን ከም ዝኽእል ገሊጹ ነይሩ። ቃል ሓጎስ ናባኹም ንብል። ናይ መናእሰይ ናትና ሓላፍነት ኣብ ክልተ ኣዳራሽ ልኾኑ ኣካላት ኣብ ዘዳለውልና ካብ ምጽራፍ ወጺና ከም ትግራይ ከም ሰብ ግዜ ከም ሰብ ዓዲ ከም ሰብ ሓላፍነት ዓድና ላብ ለውጢ ትኣትየሉ ኩነታት ወይ ከዓ ካብ ዝንየናዮ ጸበባ ወጺናስ ናይ ጽባሕ ለውጢ ንርእየሉ መንገዲ ክንፈጥር እዩ ዝግበኣና። ናይ ባዕልና ውዳበታት እዮም ክህሉና ዝግበኦም። ልኾኑ ኣካላት ብዝፈጠርዎ ውዳበ ደገፍትን ተቓውሞን ኮይንና ትጽርፍ ክንውዕል ብጣዕሚ ነውሪ እዩ። ማለት ክንርእዮም ልግበኡና ነገራት ኣለዉ። ብዛዕባ ያታትና ካብቲ ነገቲቭ ወጺእና ፖዘቲቭ ኣብ ናትና ዕድመ እንታይ ይገብሩ ነይሮም? ወዲ ሰላሳን ሓሙሽተን ዓመት እየ። ኣብ ሰላሳን ሓሙሽተን ዓመቶም በዓል መለስ ዜናዊ ሃገር ይመርሑ ነይሮም። ስለዚ ኣብ ሳላሳይ ሓሙሽተይ ዓመተይ ኣነ ግን ወይ ኣብ እዳቡና ኮይነ ብዛዕባ እዞም ሰባት እዚኦም ዝገብርዎ ጽቡቕን ሕማቕን ይዛረብ ኣለኹ ወይ እንደገና ኣብ ልኾነ ኣዳራሽ ልኣከቡለይ ነቲ ሓደ ጉጅለ ምስቲ ሓደ ጉጅለ ኮይነ ክጸርፍ ይውዕል ኣለኹ። ከም መናእሰይ ክንገብሮ ልግበእና ነገር ንገብር የለናን፣ ሓላፍነትና ንዋጻእ የለናን፣ ዓድና ንርከብ የለናን። ልኾነ ኣካላት ወይ ልኾኑ ግሩፓት ዓድና ናጥፍእዋ ንሕና ብማዕዶ ጠመቲ ኢና ዘለና። which means ትማሊ ኣብቲ ጫፍ ብልሒ ኮይና ጦርነት ንመርሕ ነበርና መናእሰይ ማለት እየ ኣነ ካብቶም ጦርነት ዝነበሩ ሰባት ኣይኮንኩን ግን መንእሰይና እቲ ጦርነት ናመርሐ ነበረ ወይ ከዓ ቅድሚት ኣሰሊፎም ኣብ ጦርነት ለዋግእዎ ነበሩ መንእሰይ ኣብ ፖለቲካ ኣብ ኢኮኖሚ ኣብ ዓዲ ኩነታት ክመክርን ክመርሕን ኣይተፈቐደሉን ዘሎ ንክፍቀደሉ ክቃለስ ኣለዎ ማለት እዩ ካብኡ ክንገብር ከለና ኢና ናይ ባዕልና ዝኾኑ ውዳበታት ናይ ባዕልና ዝኾኑ ሲቪክ ማሕበራት ክልውና ከለዉ እዮም ዓዲ ክንርከብ ንኽእል ዝኾነ ኣካል ፈትዩ ከረክበና ኣይኽእልን ሐዚ እውን ስለዚ ትግራይና ትወፀሉ መንእሰይና ናብ ልቡ ተመሊሱ ካብ ድጋፍን ተቃውሞን ወፂኡ ናይ ባዕሉ ውዳበታት ሃልይዎ ዓዱ ክመርሕን ክርከብ ከሎ ኢለ ይሓስብ። ካብ ናይ ወፃኢ ኣብ ማዳጋስካር ብመፈንቅለ መንግስቲ ስልጣን ዝተቖፃፀረ ኮሎኔል ሚካኤል ራንዲኑሪ ቃል መሓላ ፈጺሙ ኣብ መናእሰይ ማዳጋስካር ብዝማዕበለ ሕቶ መሰረተ ልምዓትን ለውጢ መሪሕነትን መንበሪ ስልጣኑ ገዲፉ ንዝሃደመ ፕሬዚዳንት ስዒቡ ኣብታ ሃገር መፈንቅለ መንግስቲ ከምዝተገበረ ዝፍለጥ እዩ። ብምዃኑ ነበር ፕሬዚዳንት ማዳጋስካር ኣንድሪ ራንጂልና ዝትክእ ኮነሬል ቃል መሓላ ፈጺሙ ኣሎ። እቲ ቅድም ኢሉ ብተመሳሳሊ መንገዲ ናብ ስልጣን ዝመፀ ኣንድሪ ብዝደየበላ መንገዲ ዝወረደ መራሒ ተባሂሉ ብዙሕ ይዝረበሉ ኣሎ። ሕዚ ስልጣን ተቖጻጺሩ ዘሎ ወተሃደራዊ መራሒ፣ ኣብ ቤት ፍርዲ ቅዋም ዝሓዙን እቶም ነቲ ተቓውሞታት ዝመርሑ ዝነበሩ ኣካላትን ሓዊሱ ብዙሓት ሰባት ኣብ ዝተረኸብሉ ኣብ ርእሰ ከተማ እታ ሃገር ኣንታናናሪቮ ቃለ መሓላ ምፍጻሙ ቀጻሊ ዕድል እታ ሃገር ናበይ ክኸውን ከም ዝኽእል ዘይግመት ምዃኑ ይግለጽ ኣሎ። እቲ ኣብዚ ሰሙን ብወተሃደራዊ ሓይሊ ስልጣን ዝተቖጻጸረ ሓይሊ መንግስቲ ኣጣይሹ ምምሕያሽ ኮሚሽን መረፃ ምፅራይ ዝርዝር መረፅትን ብምክያድ ኣብ ውሽጢ ክልተ ዓመት ናብ መረፃ ከምርሕ እየ ምባሉ ድማ ካልእ መልክዕ ናይቲ ወታደራዊ ፍፃመ ኮይኑ ኣሎ። ኣብ መወዳእታ፣ ትቤኤስቲቪ ስሩዕ ፈነወ ካብ ዝጀመረሉ እዋን ፈሊሙ በብወርሑ ፍሉይ ናይ ትኹረት ኣንፈት እናነፀረ ዜናን መድባትን ቀሪፁ ኣብ ምፍናው ምፅንሑ ዝዝከር እዩ። እዚ ሒዝናዮ ዘለና ወርሒ ጥቅምቲ ድማ መሰረታዊ ሕቶታት ህዝብና ዝምለሰሉ፣ ብሄራዊ ህላወ ዓድና ዝረጋገፀሉ፣ መንገዲ ሕውየትን ዳግመ ህንፀትን ተተሊሙ ፍፃመ ዝረኽበሉ እቲ ብሕታዊ መንገዲታትን ምርዳእን እዩ ካብ ዝብል እምነት ፖለቲካዊ ሓይልታትን ዝተቓረኑ ኣረኣእያታትን ናብ ልዝብ ክመፁ ምድፋእ ቀንዲ ትኹረትና እዩ። ትግራይ ምቕዳም፣ ንብሄራዊ ረብሓ ዋጋ ምሃብን ንዘበናት ዝቐፀለ መንነት ልዕሊ ውልቃዊ ድልየትካ ምስራዕን ኣብ ነብሲ ወከፍ ትግራዋይ ክህሉ ዝግባእ ቅዋም ኢልና ንኣምን። ነዚ ድማ ንዘተን ምርዳእን ሰፊሕ ዕድል ምሃብ የድሊ ንብል። እዚ ቅዋም ኣብ ዜናን መደባትናን ክትረኽብዎም ኢኹም። በዚ መዳይ ሓቢርና ክንሰርሕ እውን ንዕድመኩም ኣለና። ተኸታቲልና ንመለስ። ለበዋ ንኹሉ ትግራዋይ ንኹሉ ትግራዋይ ንደላዪ ሰላም ንደላዪ ፅቡቕ ናይ ህዝቢ ንደላዪ ሓድነታዊ ናብራ ኩሉ ትግራዋይ ሓድነቱ ኣጠናኺሩ እታ ዓንዲ ናይ መጻኢ ሂዋትና ክትኾነና ትኽእል ሓድነት እዩ ኣክቹዋሊ ኣነ ክስካብ ሕጂ ሓድነት ነይርና ኣይብልን ከም ናተይ እምነት እዩ ናይ ግለይ እምነት እዩ ግን ሓድነት ሓይሊ ምዃኑ ለጅክ እዩ ሓድነት ሓይሊ እዩ ይኣምን እዮ ለጅክ እዩ ግን ድማ ሓድነት ነይርና ዳይነበረናን ተዝነብረናን ኣብ ዘይመጻሕናን እዩ ስለዚ ሓድነትና ፈጢርና ኩልና ካብ ደፋእን ጎታትን ሓይሊ ነፃ ወፂና ሓደ ኣሳዳዲ ሓደ ተሰዳዲ ከይኮና ዝተንጠባጠቡ ዓቕምታት ትግራይ ኩሎም ብዓይኒ ፖለቲካ ክኾን ይኽእል ብዓይኒ ኢኮኖሚ ክኾን ይኽእል ብማሕበራዊ ጉዳይ ክኾን ብስነ ልቦናዊ ክኾን ዝተንጠባጠቡ ዓቕምታት ትግራይ ኩሉ ብዝእክብ መልክዑ ኢሂን ምሂን ተባሂልና ከም ትግራይ ሓደ ንኡስ ንሱ ከኣነይ ተመዛበልቲ ወገናትናን ተሰደድቲ ወገናትናን ናብ መረበቶም ንክምለሱ እዞም ሰለስተ መሰረታዊ ነገራት ሰብኣውነት ብዘቐደመ ግዝያታዊ ሓድነት ብዘይዘንገዐ፣ ዓርሰ ምሕደራ ብዘይጓዕጸጸ መልክዑ ብቕንዕና ርኢና እቲ መንገዲ እዚዩ ሓሙሽተ ዓመት ካብ መረበትካ ምፍላይ ማለት ከቢድ እዩ እሞ ምስ ጥሜት እሞ ምስ ሕማም እሞ ምስ ሞት እናተጋፈጥካ ነዚ ሓንቲ ካብ ትነብረላ መረበትካ ወፂኻ ገይሽካ ንክትምለስ እኳ መረበትካ ክንደየናይ ከቢድ ምዃኑ በዚ ኣጋጣሚ ንኩለኹም ተጋሩ መልእኽተይ ክሕልፍ ይደሊ ስለዚ ሓድነትና ኣጠናኺርና ተመዛበሊ ወገናትናን ተሰደድቲ ወገናትናን ምስ ተብኡ ዘሎ ክፍእዎ ዘሎ ኣብ ወልቃይት ኣብ ምዕራብ ትግራይ ዘሎ ህዝብና ብሕጊ ሕድገት ወይ ድማ ብመንገዲ ሕድገት ብመንገዲ ዕርቅን ብመንገዲ ሕግን ጌርና ህዝብና ኣኪብና እሂን ምሂን ዝበሃለሉ መንገዲ ከም ተጋሩ

ሰላም ይበል ኣለኹ እምበኣርከስ ዝኸበርኩም ተኸታተልትን ኣድመስትን ትቪኤስ ቲቪ ንዓኹም ሓሪና ዘቕረብናልኩም ዜናታት ነዚኦም መስሉ ነይሮም ምስ ተረፉ ትሕዝቶታትና ሰናይ ፃንሒት ክኾነልኩም ንምነ ሰላም